ብፍቕሪ ልብና ኣውዲቕናስ ስጥሕ እንብለሉ ዓይነት ወዲ ኣሎ እዩ። ኩሉ ግዜ ንስኹም ጥራሕ ኣይኮንኩምን ትልምኑ። ጓል እውን ካብ ልባ እንድሕር ኣፍቂራ ካብ ልባ እንድሕር ደኣ ደልያ ኮይና ንወዲ ትልምን እያ፣ ብውሽጣ ትማሕፀን እያ። እዚ ናተይ ተዝኸውን ኢላ ትምነ እያ። ልክዕ ከም ሕልሚ ኮንካ ንክትረኣያ ምግባር ትኽእል ኢኻ። እዚ ዝኸውን ግን ሱቕ ኢልካ ካብ መሬት ተላዒልካ ክኾነልካ ስለ ዝደለኻ ወይ ንስኻ ወዲ ስለ ዝኾንካ ጥራሕ ኣይኮነን። ንጓል ኣንስተይቲ ልባ ከውድቑላ ዝኽእሉ ብጣዕሚ ክትፈትየካ ክገብሩልካ ዝኽእሉ ነጥብታት ኣለዉ እዮም ወዲ ኮይንካ ክተማሎም ዝግበካ ረቋሕታት ማለት እዩ ሰላም ሰናይት እየ ቻናሊ ሰብስክራይብ ብምግባር ኩሉ ግዜ ብዝለቆም ቪድዮታት ንናይ ፍቕሪ ህይወትካ ክጠሙካ ዝኽእሉ ሓደሽቲ ሓሳባት ውሰድ ሱቕ ኢላ ስለ ዝፈተወትካ ወይ ፍቕሪ ዝመስል ባህሪ ስለ ዘርእየትካ እዛ ጓል ክሳዕ መወዳእታ ክተፍቅረካ እያ ማለት ኣይኾነን ክልተ ዓይነት ፍቕሪ እዩ ዘለና ኣብ ናይና ኣብ ናይ ዋለድ ህይወት ከለና ደስ ይብለና እሞ ንትወዲ ንፈትዎ ይምቸወና ገለ እሞ ግን ድማ እስካዕ መወዳእታ ንምነዮ ወይ ንቁም ነገር እንደልዮ ወዲ ኣይኮንን እዚ ነገር ውስጥ ደስ ክብል ፈኒ ብጣዕሚ ገለ ኢላ ንላይፍ ወይ ድማ ሓቢርዋ ብፍቕሪ ተዝቕፅል ገለ ክትመርፆ ትኽእል ዓይነት ወዲ ኣሎ ገና ርኽብ ምስ ኣበለቶ ድማ ምሉእ ብምሉእ ንፍቕሪ ወዲቓ እስካዕ መወዳእታ ንኽትምነየካ ዝገብር ማለት እዩ ምስዚ ወድዝስ ሓዳር ተዝገብር ምስዚ ወድዝስ ዕድመ ልክዐይ ተዝነብር ምስዚ ወድዝስ ቆልዓ ተዝወልድ ገለ ኢላ ብምሉእ ልባ እ፣ ክትወድቀልካ ከላ እዚ ዝኻልኣዋይ ዓይነት ፍቕሪ እዩ ስለዚ ምሳኻ ፍቕሪ ክሕዛ እንድሕር ትደሊ ኮንካ እዚ ምዃኑ ዘይተርፍ ምሉእ ብምሉእ ምሳኻ ንኽትነብር ምሉእ ብምሉእ ኣብ ልዕሌኻ ንክትወድቕ ዝገብሩልካ ነጥብታት ውሰድ። እዞም ነጥብታት እዚኣቶም እንድሕር ደኣ ቅድሚ ሕዚ ትገብሮም ኔርካ ወይ ትለማመዶም ኩሉ ግዜ ትገብሮም ከም ልምዲ ትወስዶም እንድሕር ደኣ ኔርካ ኮይንካ ጽቡቕ ኣለኻ። ንጓል ጥራሕ ዘይኮነሲ ብኣጠቓላሊ ንህይወትካ እውን ዝጠቕሙ ዓይነት ባህርታት እዮም። ቅድሚ ሕዚ ዘይትፈልጦም ወይ ብሸለልትነት ወይ ብዘይ ምፍላጥ ዘይተተግብሮም ወዲ እንድሕር ደኣ ኔርካ ድማ ካብ ብሕዚ ፍለጦ ንጓል ኢልካ ጥራሕ ዘይኮነስ ጠቕላላ ንህይወትካ ክትብል ኣብ ጽቡቕ ደረጃ ንክትበጽሕ ቁም ነገር ዘለዎ ህይወት ንክትውንን ክትብል እዞም ባህርታት እዚኣቶም ወንኖም ዝሓወይ ሓንቲ ሓንቲ ነጥብታት ክነግረኩም ከለኹ ኣለኒ የብለይን እናበልኩም ንነብስኹም ክትምዝኑ ይደሊ እቲ ቁጽሪ ሓደ ድሌት ኩላና ደቂ ኣንስትዮ ዝኸውን እንድሕር ደኣ ዓብላል ምዃን እትኽእል ዓይነት ወዲ ኮይንካ እዩ ሕዚ ገና ሎሚ እኒኻ ናይ ፍቕሪ ህይወት ሲ እታ ጓል ፍቕሪ ሂባ እታ ጓል ሃፍታም ኮይና እታ ጓል ገዛ ዝርከብ ነገር ብምሉኡ ኣቕሪባ እታ ጓል ኣብ ገዛ ንዝፍጠር ወይ ኩሉ ነገር ማኔጅ ገይራ ቆልዑት ሓብሒባ ምናምን በቃ ብምሉኡ ሲ ካብታ ጓል ክወፅእ እታ ጓል ንክትገብሩ እ፣ ዝተለማመድኩምዎ ነገር ኣሎ ወዳት ቀደም ዘይነበረ ማለት እዩ ሎሚ ምስ ዘመናውነት ምስ መዓርነት ቀስ ብቐስ ናተኣታተወ ዝኸደ እዞም ነገራት እዚኦም ግን በርግፀኝነት ክነግረካ ወድነትካ እዮም ዝሽፍኑ እታ ጓል ኩሉ ነገር ባዕላ ተቕርብ ይትረፍ ኩሉ ነገር ምሳኻ ማዕረ ማዕረ እኳ ብዙሕ ነገር እንድሕር ተቕርብ ኮይና እዛ ጓል ማዕረኻ ልዕሌኻ ግደፎ እቲ ማዕረኻ እኳ ማለት እዩ ልሕልፊ ስምዒት ንክስምዓ እዩ ዝገብር ናትካ ወድነት ክረአያ ኣይኽእልን ክትንዕቐካ ትጅምር እሳ ናብ ኣዕላ ዝኾኑ ስራሕቲ ምስራሕ ገዲፋ እቶም ናትካ ስራሕቲ ክትሰርሕ ከላ እቶም ናትካ ዝኾኑ ባህርታት እውን እያ ትዋረስ እስኻ ክትዕብልሎ ዝግበአካ ዝነበረ ርክብ እሳ እናዓብለለት ትረኽባ እሞ ቀስ ብቐስ ትፍቕራዊ ህይወትኩም መፅልኢ እናኾነ ይኸይድ እሳ ክተፍቅረካ ኣይትኽእልን ክተፍቅረካ ተዘይኽኢላ ድማ ንዓኻ ክብሪ የብላን ስለዚ ሙሉእ ብሙሉእ ኣብ ልዕሌካ ክትወድቕ እንድሕር ደሊኻያ ኮይንካ እዛ ጓል ብምሉእ ልባ ክተፍቅረካ እንድሕር ዳ ትደሊ ኮይንካ ዓብላሊ ምዃን እትኽእል ዓይነት ወዲ ኹን። ዓብላሊ ማለት ከመይ ማለትኪ እዩ ተልካኒ ብዙሓት ወጪታት ንስኻ ክትሽፍን እትኽእል ጓል ብተፈጥሮኣ ኣብ ገዛ ቆልዑ ሓብሒባ ተንከባኺባ እትህባ ገንዘብ ኣተኣኻኺላ ንኹሉ ከም ዝበጽሕ ጌራ ናይ ምንባር ዓቕሚ ኣለዋ እዩ። እዚ ማለተይ እቲ ስራሕ ማለተይ ድማ ኣይኮነን ናይ ባዕላ ዝኾነ ኣታዊ ክህልዋ ኣለዎ። ወዲ ክበሃል ተሎ ድማ ደገ ውዒሉ ኣብ ገዛ ዝጠፍኡ ወይ ወጪ ዝኾኑ ነገራት ብምሉኦም ሒዙ ክኣቲ ከሎ ምናምኑ እዚ ወድነትካ ዓብላል ምዃንካ ከመስክሩልካ ዝኽእሉ ነገራት እዮም። ብሓቂ ተተዛሪብና እውን ዝኾነ ወዲ እንድሕር ብባዕሉ ዓርሰ ምትእምማን ክስምዖ ኮይኑ ፋይናንሻሊ እንድሕር ዳ ጠንካራ ኮይኑ እዩ ክንክሕዶ ኣይንኽእልን። ጉልብት ክትኸውን ከለኻ ብፋይናንሻሊ ጓል እኳ ክትረካ ከላሲ ንተራ ጨዋታ ወይ ንተራ ስምዒት የኮነትን ትደልየካ ንቁም ነገር ጥራሕ እያ ቁም ነገር ተዝገብረለ እያ ትብልና ምስቲ ፍቕራ እዚ ነገር እዚ ተዝህልወካ ሙሉእ ብሙሉእ ኣብ ልዕሌካ ንክትወድቕ እዩ ዝገብር ካሊእ ነጥቢ ድማ ጓልኩ ብሙሉእ ልባ ክተፍቅረካ እንድሕር ድኣ ትደሊ ክትተኣማመን ብኣኻ ደስ ንክብላ እንድሕር ትደሊ ቀዲማ ኢቨን ንፍቕሪ ንክትሓተካ እንድሕር ትደሊ ኮይንካ ፈራ እግዚኣብሔር እንድሕር ድኣ ሃሊካ እዩ ፈሪሃ እግዚኣብሔር ክብለካ ከለኹ ከድካ ምቅዳስ ወይ ከድካ ቤተክርስትያን ፈቅዱ ምዛር ፈቅዱ ፀበል ምኻድ ብኣፍካ ቃል እግዚኣብሔር ምውጋዕ ገለገለ ኣይኮነን እቲ ህይወት እቲ ባህሪ እንድሕር ድኣ ትነብሮ ኮንካ ከም ናትካ እንድሕር ድኣ ሒዝካዮ ትኸይድ ኮንካ ማለት እዩ ፈሪሃ እግዚኣብሔር ክህልወካ ከሎሲ ምቅዳስ ማለት ኣይኮነን እቲ ባህሪ ምውናን ማለት እዩ እዚ ማለት ቺት ንኸይትገብር ዝእግደካ ተኾይኑ ሕማቕ ባህርታት ንኽትውንን ዝእግደካ እንድሕር ደኣ ኮይኑ እንጓል ዘለካ ክብሪ እንድሕር ደኣ ግልፂ ኮይኑ ልዕሊ ምንም ማለት እዩ እዚ ባህርታት እዚ ክትውንን ከለኻ ፈሪሃ እግዚኣብሄር ዘለዎ ዓይነት ወዲ እዩ ኢላ ትተኣማመን ኩሉ ግዜ ብዛዕባ እግዚኣብሄር ተውግዕ ጥራሕ እሞ ግን ዘይትነብሩ እንድሕር ደኣ ኮንካ ግን ከም መምሰሊ ከም ሓሳዊ ትርእየካ ስለ እትኽእል ንባዕልካ እውን ክትብል ቆንጆ ደስ ዝብል ህይወት ንክህልወካ እዚ ባህሪ እዚ ተትውንኖ ኣብቲ ነፍትን ምባል ተተቋርፅ ባህሪኻ ንጓል መኽበሪ ተዝኸውን ንባዕልካ ግዚፍካ እትርኢ ወድነትካ እትኣምን እትምስክረሉ እሞ ድማ እተንፀባርቆ ዓይነት ወዲ ክትኸውን ከለኻ እዛ ጓል እዚኣ ሙሉእ ብሙሉእ እያ ብኣኻ ትተኣማመን ንፍቕሪ ንክትሓተካ ወይ ምሳኻ ንክትቕፅል እስካዕ መወዳእታ ንቑም ነገር ክትምነየካ እኳ ንድሕሪት ኣይትብልን ምክንያቱ መተኣማመኒ ባህርኻ ኣለዋ ፈሪሃ እግዚኣብሔር ከም ዘለካ ክብድለኒ ይኽእልን ሕማቅ ነገር ክገብረለይ ይኽእልን ክሳዕ መወዳእታ ከፍቅረኒ እዩ ንፈጣሪኡ ተኣማኒ ተኾይኑ ንኣየ እውን ተኣማኒ ዘይኾነሉ ምክንያት የብሉን ሰበይትካ ኣኽብር ፍቶ ኣፍቅር ስለ ዝብል እቲ ቃል እውን ከፍቅረኒ እዩ ከኽብረኒ ኢለያ ትተኣማመንና ብምሉእ ልባ እያ ናባኻ ትመፅእ ከምዚ ምጥርጣር ዘይብሉ ብምሉእ ልብኻ ክኸውን ከሎ ምሽ ደስ ይብል እቲ ፍቕሪ ገለ ነገር ንኽትገብርሲ ቅድመ ኩነታት እተቐምጦ ነገር የለን እና ከምዚ ዓይነት ፍቕሪ ንክህልዋ ስለ ዝገብር ፈሪሃ እግዚኣብሄር ብሓቂ ኣብ ምድሪ ዘ- ኣብ ባይታ ዘሎ ተጨባጢ ዝኾነ ባህሪ ተዝህልወካ ንዓኻ እውን ንሂወትካ እውን ጽቡቕ እዩ ሰባት ንከኽብሩኻ ትኽክለኛ ዝኾነ ፍቕራዊ ሂወት ወይ ድማ ዝምድና ንክትምስርት ድማ እቲ ዋና ዓንዲ ሕቐ እ፣ እዩ እዚ ባህሪ እዚ ኻሊእ ሙሉእ ብሙሉእ ልባ ንክትህበካ፣ ንክተፍቅረካ፣ ኩላ ጓል ንክተኽብረካ ዝገብረልካ ባህሪ ድማ ምስ ብዙሓት ሰባት ብቐሊሉ ዝምድናታት ዘይትምስረት ዓይነት ወዲ እንድሕር ደኣ ኮይንካ ኢኻ። ኣብ ናይ ሎሚ ዘመን ዘለዉ ርክባት ብሙሉኣቶም ንላይፍ ተባሂልካ ዝምስረቱን ቁምነገር ሓዘል ዘይኾኑን ብዙሕ ነዊሕ ከይኸዱ ድማ ኣብ መንጎ ዝኹለፉን ሓፀርቲ ዝኾኑ ርክባት እዮም ዝምስረቱ። እዞም ርክባት እዚኣቶም ንዓኻ ትምህርቲ ዝኾኑኻ ጥራሕ እዩ ዝመስለካ። ኣብ ቅድሚ ሰብ ኣብ ትዕዝብቲ ውሽጡ እዩ ዘእትወካ እቲ ዝነበረካ ግሬስ በቃ ርኢ ከብለካ ከሎ ሰብስ ዋው ደስ ክብል ዝብለካ ዝነበረ ግሬስ ባዕሉ እዩ ዝምንጥለካ ዝባህርካ እዚ ምስ ኩሉ ኢኻ ርክባት ትጅምር ኣርሒካ ከይረኣኻ ወይ ካብ ልብኻ ከይወሰንካ ብዙሕ ነገር ከይተበርሀልካ ናብ ዝኾነ ርክብ ተኣቱ እሞ ከም ዝሽፍን ዝኾነ ስኢሉ ብደመ ነፍስ ዝምራሕ ዓይነት ወዲ ከም ዝኾንካ እዩ ዝስምዖ ብዙሕ ሰብ። ንምንታይ ድዩ እዚ ርክብ ዝነዊሕ ክኸይድ ኣይኽእልን፣ ኣብ ዝኾነ ግዜ ድማ ተቋሪጹ እንደገና ሓድሽ ርክብ ንምምስራት እትኸደሉ ባህሪ ንክህልወካ እዩ ዝገብር እና እታ ጓል እውን ቁም ነገር ዘለዎ ርክብ ምሳይ እየ ኣይደልን እንታይ ክኾነኒ ኢላ እያ ትኣመን። ምስ ኣጓላት ግደፎሞ ዋላ ምስ ኣወዳት ብዙሓት ዝምድናታት እንድሕር ትምስረት ኣብትን ኣብትን ንምባል መንገዲ እዮም ዝኸፍቱ ገንዘብካ ንኸይዕቀር ቁም ነገር ንከይህልወካ ብዙሕ ኣባኻኒ ንክትኸውን ሕሉፍ መፃኢ ዝብሉ ሓሳባት ንከይህልወካ እዩ ዝገብር እቲ ላይፍ ኢልና ንፅውዕ ነገር ቁርጥም ኣቢሉ ስለ ዝሕዘካ ማለት እዩ ስለዚ እዛ ጓል እዚኣ እንድሕር ብቁም ነገር ክትርእካ ደሊካ ኮንካ ዝምድናታት ብዙሕ ዘይትምስረት ኣብ ናይ ባዕልካ ዓለም ዝትነብር ዓይነት ወዲ ንዕላማካ ንሂወትካ ምናምን ዓብዩ ቫሉት በቃ ኩሩዕ ጠንካራ ወዲ ኮንካ ክትረኣያ ከለካ በቃ ሕደጎ ውድቅ እያ ትብል ብሓደ ግዜ ና ሕልፊ ምስ ደቂ ኣንስትዮ ምንም ነገር ተዘይትምስርት ፍቕረኛኻ ካብ ምዃን ሓሊፋ ወይ ሓፍትኻ ወይ ዘመድካ ካብ ምዃን ሓሊፋ ካሊእ ቤስት ፍሬንደያ ገለያ እናበልካ ትምስርቶ ህይወት ተዘይህለወካ ይሕይሽ ተዘይኮይኑ እቲ ዝነበረካ ግሬስ ሕዚ እውን ክትምንጠል ኢኻ ማለት እዩ ኣብ ልቢ ጓል ንምእታው ክኸብደካ እዩ ወይ ኣይትኽእሎን ኣብ ዝኾነ ግዜ ክተቋርጾ ኢኻ እመነኒ ዘን ነጥብታት እንድሕር ኣብ ህይወትካ ኣቲኻዮም ኮይንካ ተኸደን እንድሕር ደኣ ወይ ሃሊኻ ኩላ ጓልያ ተኸብረካ ኩላ ጓልያ ብፍቕሪ ትርእየካ ገና ክትረአ ከለኻ ስዋስ ዝወዲ ዝኮ ይፍለ እዩ ተባሂልካ ንክትሕመ ዝገብረካ እዩ ናይ ጓል ነገር ግደፎ እሞ ጠቕላላ ኣብ ሂወትካ ዝኣትወ ሰባት እኳ ዋላ ወዳት ዋላ ጓላት እኳ ሲ ንዓኻ ዘለዎም ክብሪ ንከርእዩኻ ብጣዕሚ ንክፈትወካ ዝገብሩ እዮም እና ተለማመደን ቅድሚ ሕዚ እንድሕር ትፈልጠን ኮንካ ድማ ኣበርቲዕካ ቀፅለለን ዝሓወይ እዘን ባህርታት እዚኣተን ንግዚኡ ኣርእኻ እንድሕር ትስእነን ኮንካ ወይ ኣብዚ ስለዝተዛረብና ከም ልምዲ ወሲድካየን ኣብ ዝኾነ ግዜ ግን ሱኢኻ ተቋርጾ እንድሕር ደኣ ኮይንካ ሕልፊ ገዲዱ ንክትነዓቕ እዩ ዝገብረካ። ዓሰርተ ግዜ ባህሪኡ ዝቀያይር ደስ ዘይብል ወዲ ኢኻ ትኸውን። ባህሪኡ ዝቀያይር ወዲ ድማ ኣብ ጠቕላላ ኣብ ማሕበረሰብ ተኣማኒ ንከይኸውን እዩ ዝገብር እና ተመሳሳሊ ዝኾነ ባህሪ ክህልወካ ከም ዘለዎ እውን ከይትርስዕ። ብዙሕ ስለ ዝተዛረብና ኩላቶም ባህርታት ክትወርሶም ኣይትሞክር ኢኻ ግን እዞም ባህርታት እዚኣቶም እስካዕ መወዳእታ ወይ ድማ ከም ዘላቒ ከም ልምዲ ክሳዕ መወዳእታ ሂወትካ ክተጽንሖም እትደሊ ወይ ትገብሮም ዓይነት ወዲ ተኾይንካ ተመራጺ ወዲ ክትኸውን ኢኻ ዝሓወይ ሓቢረካ ዝጸናሕኩ ሰናይት እየ ነይረ ቻናለይ ሰብስክራይብ ግበር እሞ ንፍቕራዊ ሂወትካ ከጎልብትሉኻ ዝኽእሉ ሓሳባት ውሰድ ላይክን ሼርን እውን ከይትርስዕ ኢኻ ሰላም